ሰላም ክቡራት ተኸታተልቲ ዳስና ኤክስትራ፣ ንሕጂ ኣብ ዝተዳለወ ዜናታት፣ ሃገራት ኣፍሪቃ ካብ ዓመታዊ ባጀተን ንትምህርቲ ዝስላዕ መጠን ገንዘብ ብዝተዓጻጸፈ ክውስኽ ጻውዒት ምቕራቡ፣ መራሒ ሰሜን ኮርያ ኪም ጆንግ ኡን ዝርከቦም ብርክት ዝበሉ መራሕቲ ሃገራት ናብ ኤርትራ ሰይዶሞ ዘለዉ ናይ ዮሃና መልእኽቲ፣ ቢንያም ግርማይ ሕጂ ውን ሓድሽ ክብረ ወሰን ዘመዝገበሉ ታሪኻዊ ዓወት ምምዝጋቡን እስራኤል ቊናት ቃዛ ክሳብ እዚ ዓመት ዝውዳእ ክቕጽል ከምዝኽእል ምግላጻን ካልእን ዘጠቓለለ ክኸውን እዩ። ኣብዛ ቻነል ድማ ናይ ወትሩ ተኻታተልቲ ንምዃን ሳብስክራይብ ክትገብሩን ነታ ናይ ደወል ምልክት ክትጥውቑን ብኽብሪ ይዕድመኩም። ሃገራት ኣፍሪቃ ኣብ ዓመታዊ ባጀተን ንትምህርቲ ዝስልዕኦም መጠን ገንዘብ ብዝተዓጻጸፈ ክውስኻ ጻውዒት ቀሪቡ። ባንኪ ልምዓት ኣፍሪቃ ካብ ዕለት ዕስራን ሸውዓተን ግንቦት ጀሚሩ ንኣርባዕተ መዓልታት ኣብ ዝቕጽል ዘሎ ዓመታዊ ዋዕላኡ ካብ መላእ ዓለም ዝተኣኻኸቡ ምሁራን ስነ-ቑጠባን ግዱሳት ባንክታትን ኣብ ዝሳተፍዎ ዘለዎ እዋንዮ ኣብ ከተማ ናይሮቢ ርእሰ ከተማ ኬንያ ነዚ ጻውዒት ኣቕሪቡ ዝርከብ። ኣብቲ ዋዕላ ብተወሳኺ ንሃገራት ኣፍሪቃ ቀንዲ መሕንቖ ምዕባለ ኮይንወን ዘሎ ኲናት ሓድሕድን ምስ ጎረባብቲ ሃገራት ኲናት ከምዝኾነን ዝበዝሐ ካብ ዓመታዊ ባጀተን ከኣ ናብ መግዚ ኣጽዋር ይውዕላ ብምህላወን ከም ትምህርትን ጥዕናን ዝኣመሰሉ ጽላታት ኣቓልቦ ስኢኖም ከምዘለዉዩ ተሓቢሩ። ባንኪ ልምዓት ኣፍሪቃ ኣብዚ ዝሓለፈ ዓሰርተ ዓመታት ልዕሊ ትሽዓተ ሚእትን ስሳን ሚልዮን ዶላር ኣብ ምዕባለ ትምህርቲ ሃገራት ኣፍሪቃ ከምዘውዓለ ብምጥቃስ፣ ኣተኩሮ መራሕቲ ሃገራት ኣፍሪቃ ኣብቲ ቀንዲ ምንጪ ምዕባለ ዝኾነ ሓይሊ መንእሰይ ኣተኲሩ ወፍሪ ኣብ ትሕቲ ቅርጺ ምምሃርን ምስትምሃርን ክሳብ ዘይኮነ መጻኢ ኣፍሪቃ ውሕስነት ከምዘይብሉ ኣነጺሩ። ኣብቲ ክሳብ ሰላሳን ሓደን ግንቦት ኣብ ርእሰ ከተማ ኬንያ ናይሮቢ ዝካየድ ኣህጉራዊ ዋዕላ ዕድመ ዝተገብረሎም መራሕቲ ሃገራት ኣፍሪቃ፣ ክሳተፉን ካብ ህዝቢ ዝቐርበሎም ሕቶታት ክምልሱን ትፅቢት ከም ዝግበረሎም እውን ይሕበር ኣሎ። ሚኒስትሪ ዜና ኤርትራ ብምኽንያት መበል 33 ዓመት በዓል ናጽነት ኤርትራ መራሕቲ ሃገራት ሰሜን ኮርያ፣ ኡጋንዳ፣ ፊሊፒንስ፣ ጆርጅያ፣ ፈረንሳ፣ ኮንፌዴሬሽን ስዊስ ናይ እንኳዕ ሓጎሰኩም መልእኽቲ ከም ዝሰደዱ ገሊጹ። እቲ ሚኒስትሪ ነዚ መፂኡ ዘሎ ናይ እንኳዕ ሓጎሰኩም መልእኽቲ ኣመልኪቱ ሰሪሕዎ ኣብ ዘሎ ዜናዊ መሰናድኦ፣ ፕሬዚደንት ሰሜን ኮርያ ኪም ጆንግ ኡን፣ ፕሬዚደንት ሪፓብሊክ ኡጋንዳ ዩወሪ ሙሰቪኒ፣ ፕሬዚደንት ፊሊፒንስ ፈርዲናንድ ማርኮስ፣ ፕሬዚደንት ጆርጂያ ሳሉሜ ዛራፑጂቬሊ፣ ፕሬዚደንት ሪፓብሊክ ፈረንሳ ኢማኑዌል ማክሮንን ፕሬዚደንት ኬንያ ዊሊያም ሩቶን ብስም መንግስታቶምን ህዝቦምን ከምኡ ውን ብስሞም ኣብ ዝሰደድዎ መልእኽቲ፣ ኔርትራ ብምኽንያት መበል ሰላሳን ሰለስተን ዓመት በዓል ናፅነት ዮውሃና ድሕሪ ምባል፣ ሃገራቶም ምስ ኤርትራ ዘለዋ ክልተኣዊ ዝምድናታት ንምምዕባል ዘለዎም ድሌትን ድልውነትን እውን ኣረጋጊጾም ክብል እዩ ሚኒስትሪ ዜና ኤርትራ ዝሓበረ። ፕረዚደንት ኡጋንዳ ዩወሪ ሙሰቪኒ፣ ኤርትራን ኡጋንዳን ንሓበራዊ ረብሓታት ዘስምር ክልተኣዊ ምትሕግጋዝ ንምድንፋዕ ይሰርሓ ከም ዘለዋ ብምጥቃስ፣ ኣብ መጻኢ ነዚ ዘገልግል ተወሳኺ ዕድላት ከም ዝፍጠር ጽኑዕ እምነቱ ገሊጹ። ፕሬዝደንት ኬንያ ዊልያም ሩቶ ድማ ኣብቲ ሰይድዎ ዘሎ ናይ እንኳዕ ሓጎሰኩም መልእኽቲ፣ ኬንያን ኤርትራን ኣብ ምድንፋዕ ሰላም፣ ምርግጋእን ልምዓትን ዞባናን ኣህጉርናን ከምኡ'ውን ክልተኣዊ ምትሕግጋዝ ክልቲኤን ሃገራት ኣብ ሓድሕዳዊ ረብሓ ኣብ ዝጠልቦ መዳያት ኣብ ምድንፍዑ ብሓባር ከምዝሰርሓ እምነት ከምዘለዎ እዩ ገሊጹ። ኣብ ቤልጁም ኣብ ዝተኻየደ ሰርኪት ፍራንኮ ቤልገ ዝተብሃለ ናይ ሓደ መዓልቲ ውድድር፣ ኤርትራዊ ተቐዳዳማይ ኢንተርማርቸ ዋንቲ ቢንያም ግርማይ ንመወዳድርቱ ብቕጽበታዊ ውድድር ብዘተኣማምን ብቕዓት ብምርታዕ ቀዳማይ'ዩ ወጺኡ። እዚ ውጽኢት ከኣ ቅድሚ ሕጂ ኣብቲ ውድድር ብዝኾነ ኣፍሪቃዊ ተመዝጊቡ ዘይፈልጥ ብምዃኑ፣ ቢንያም ግርማይ ቀዳማይ ንዚ ዓወት ዘመዝገበ ኣፍሪቃዊ ኮይኑ ኣሎ። ኣብቲ ሎሚ ዝተኻየደ ውድድር፣ ፈረንሳዊ ተቐዳዳማይ ጋንታ ኮፊደስ ኣክሰል ዚንገል ካልኣይ ክወጽእ እንከሎ፣ ስዊዘርላንዳዊ ተቐዳዳማይ ዩኤኢ ማርክ ሳልሳይ ወጺኡ። እቲ ሚእትን ቴስዓን ነጥቢ ሽዱሽተ ኪሎሜተር ሽፈን ውድድር ሰርኪዩት ፍራንኮ ሓደ ካብቶም ኣብ ቤልጁም ነዊሕ ዓመታት ዘቑጸሩ ውድድራት ኮይኑ፣ ሎሚ ዓመት ንመበል ሰማንያን ሰለስተን ግዜኡ'ዩ ተኻይዱ። ቢንያም ኣብዚ ውድድር ንሳልሳይ ግዜኡ እዩ ዝሳተፍ ዘሎ። ኣብ ክልተ ሽሕን ዕስራን ክልተን ነቲ ውድድር ኣብ መንጎ ከቋርጾ እንከሎ፣ ኣብ ክልተ ሽሕን ዕስራን ሰለስተን ድማ መበል ዓሰርተ ሽዱሽተ ደረጃ ሒዙ ውድድሩ ዛዚሙ ነይሩ። እቲ ሕጂ ኣመዝጊብዎ ዘሎ ናይ ቀዳማይ ውጽኢት ከኣ ታሪኻዊ ውጽኢት ኮይኑ እዩ ተሰኒዱ ዘሎ። ኣብ ክልተ ሽሕን ዓሰርተ ሸሞንተን ደቡብ ኣፍሪቃዊ ጀንስ ቫን ሬስንበርግ ሻውዓይ ኮይኑ ኣትዩ ምንባሩ ዝዝከር ኮይኑ፣ እዚ ውጽኢት ብኣፍሪቃውያን ተቐዳደምቲ ተመዝጊቡ ካብ ዝነበረ እቲ ዝበለጸ እዩ ነይሩ። ቢንያም ግርማይ ግን ቀዳማይ ብምውጻእ በሊጽዎ ኣሎ። ቢንያም ግርማይ ኣብ ራብዓይ መድረኽ ጂሮ ዲኢታልያ ብዘጋጠሞ መውደቕቲ ካብቲ ውድድር ድሕሪ ምቁራጹ ኣብ ዘካየዶም ሓሙሽተ ዝተፈላለዩ ነናይ ሓደ መዓልቲ ውድድራት ጽቡቕ ውጽኢት ከማዝግብ ተራእዩ ኣሎ። ብ ዕስራን ሽዱሽተን ግንቦት ኣብ ጀርመን ውድድር ሩንድ ኡም ኩለን ካልኣይ ወጺኡ ምንባሩ እውን ዝዝከር እዩ። ኣብ ኣሜሪካ ክፍለ ግዝኣት ኦሪገን ዝመደበሩ ንመኽሰብ ዘይቆመ ዘይመንግስታዊ ሜዲካል ቲም ዝተብሃለ ናይ ሕክምናዊ ሓገዝ ትካል ኣብ ኢትዮጵያ ክልል ኣምሓራ ሰራሕተኝኡ ምቕታሉ ገሊፁ። እቲ ሙስጠፋ ኣልቓስም ዝተብሃለ መራሒ መኪና ሜዲካል ቲም ኣብ ክልል ኣምሓራ ኣብ ዝጓዓዘሉ ዝነበረ እዋን ብዝተኸፍተሉ ተኹሲ ምቕታሉ ወሃቢት ቃል እቲ ትካል ካረን ካሬትስ ብመንገዲ ኢሜይል ንኣሶሼትድ ፕረስ ሓቢራ። ካልኦት ኣባላት እቲ ትካል እውን መቑሰልቲ ኣጋጢሞም ከምዘለዉን ተሓቢሩ'ሎ። እቲ ትካል ኣብ ናይ ማሕበራዊ መራኸቢ ሕሳቡ ዘርጊሕዎ ኣብ ዘሎ መግለጺ፣ እቲ መጥቃዕቲ ንኣባላት እቲ ትካል ዕላማ ዝገበረ'ዩ ኢሉ ከምዘይኣምን ሓቢሩ'ሎ። እቲ ትካል ኣብ ኢትዮጵያ ኣጎልግሎብ ምሃብ ዝጀመረ ኣብ ሚያዝያ ክልተ ሽሕን ዒስራን ሓደን ኮይኑ፣ ኣብ ሓሙሽተ ክልላት እታ ሃገር ድማ ኣገልግሎት ከምዝህብ ይፍለጥ። ሰራዊት እስራኤል ኣብ ዶብ ቓዛን ግብጽን ዝርከብ ብፊላደልፊ ኮሪዶር ዝፍለጥ ስትራቴጂካዊ ቦታ ከም ዝተቖጻጸረ ገሊጹ። ወሃቢ ቃል ሰራዊት እስራኤል፣ ሓማስ ናብ ቓዛ ኣጽዋር ንምስግጋር ዝጥቀመሉ ዝነበረ ኣስታት ዕስራ ካናላታት እውን ኣብኡ ከም ዝረኸበ እዩ ሓቢሩ። መንግስታዊ መደበር ተለቪዥን ግብጺ ብወገኑ፣ ነዚ ብእስራኤል ተዋሂቡ ዘሎ መግለጺ ብምንጻግ፣ እስራኤል ኣብ ረፋሕ እተካይዶ ዘላ መጥቃዕቲ ንኽተምኽንያ ከምዚ ዓይነት መግለጺ ሂባ ዘላ ብምባል እዩ ነቲ ሓማስ ኣጽዋር ንምእታው ዝጥቀመሉ ዝነበረ ካንላታት ተቖጻጺርናዮ ዝብል መግለጺ ዝነጸገ። ግብጺ ብመንገዲ ዕላዊ መንግስታዊ መደበር ተለቪዥና ገይራ ከምዚ ዓይነት መግለጺ ትህብ ዘላ ኣብ መንጎ ግብጽን እስራኤልን ወጥሪ ዓሪጉ ኣብ ዘለወሉ እዋን እዩ። እዚ ይኹን እምበር ወሃቢ ቃል ሰራዊት እስራኤል ሬል ኣድሚራል ዳንኤል ሃጋሪ ኣብ ዝሃቦ መግለጺ ሰራዊት እስራኤል ነቲ ፊላደልፊ ኮሪዶር ዝበሃል ኣብ መንጎ ግብጽን ረፋሕን ዘሎ መሳገሪ ቦታ ተቖጻጺርዎ እዩ ዘሎ። እዚ መስመር ከኣ ንሓማስ ናይ ህይወት መስመር እዩ ነይሩ፣ ምኽንያቱ ብኡ ኣቢሉ እቲ ጉጅለ ብቐጻሊ ኣጽዋር ካብ ሲናይ የስግር ነይሩ ብምባል እዩ ተዛሪቡ። ብተወሳኺ ሰራዊት እስራኤል ኣብቲ ከባቢ ሓማስ ዝጥቀመሎም ዝነበረ ናይ ትሕቲ ምድሪ ኣንደራት ረኺቡ ከምዘሎን ጌና ይምርምሮ ከምዘሎን እውን ሓቢሩ'ሎ። ወሃቢ ቃል ሰራዊት እስራኤል ዳንኤል ሃጋሪ ንጋዜጠኛታት ኣብ ዝሃቦ መግለጺ ዋላ እውን ኩሎም እቶም ኣብ ፊላደልፊ ኮሪዶር ተረኺቦም ዘለዉ ናይ ትሕቲ ምድሪ ካነለታት ናብ ግብጺ ዝኣትዉ እዮም እንተዘይበልካ ገለ ጋብኦም ግን ይኣትዉ እዮም ብምባል ሓማስ እዚ ኣጽዋራት ንምእታው ዝጥቀመሉ ዝነበረ መስመር እዩ ኢሉ። ፊላደልፊ ኮሪዶር ኣብ መንጎ ግብጽን ቃዛን ዝርከብ ሚእቲ ሜትሮ ግፍሓት ዘለዎ ዓሰርተ ሰለስተ ሜትሮ ቁመት ዘለዎ ከባቢ ኮይኑ ኣብዚ ከባቢ ከኣ ኣብ ግዜ ሓማስ እውን ዝኾነ ወተሃደራዊ ምንቅስቓስ ኣይጸንሐን። ግብጺ ከኣ ቅድሚ ሕጂ በዚ ፊላደልፊ ዝበሃል መስመር ብትሕቲ መሬት ናብ ሓማስ ኣጽዋራ ዝሰግረሉ ዝነበረ ናይ ትሕቲ ምድሪ ካነላታት ኣፍሪሳቶ ከም ዝነበረት ዕላዊ ገይራ ነይራ'ያ። ካልእ ምስዚ ብዝተሓሓዝ ድማ እቲ ኣብ ቓዛ ዘሎ ኲናት ክሳብ መወዳእታ ናይዚ ዓመት ክቕጽል ከም ዝኽእል ኣማኻሪ ሃገራዊ ድሕነት ቀዳማይ ሚኒስተር እስራኤል ትዝያኪ ሃንገቢ ተዛሪቡ። ንሱ ንህዝባዊት ሬድዮ ካን ናይ እስራኤል ኣብ ዝሃቦ መግለጺ ኣብዚ እዋን ሰራዊት እስራኤል ንሰብዓን ሓሙሽተን ሚእታዊት ነቲ ኣብ መንጎ ቓዛን ግብጽን ዝነበረ ዝዀነ ወተሃደራዊ ምንቅስቓስ ዘይፍቀደሉ ከባቢ ከም ዝተቖጻጸረ፣ እቲ ምስ ሓማስ ዝካየድ ዘሎ ኲናት ከኣ ክሳብ መወዳእታ ዓመት ክቕጽል ተኽእሎ ኣለዎ ኢሉ። ኣብዚ እዋን ምስዚ ኣብ ራፋሕ ዘሎ ኲናት ብዝተሓሓዝ ብደረጃ ዓለም ኣብ ልዕሊ እስራኤል ጸቕጢ ዝወርድ ዘሎ እኳ እንተዀነ፣ ኣሜሪካ ግን እስራኤል ኣብ ራፋሕ ኰነ ኣብ ቓዛ ተካይዶ ዘላ ኲናት ፖሊሲኣ ክትቅይር ዝገብር ቀይሕ መስመር ዝሰገረ ስርሒት ኣይኰነን ብምባል'ያ ንእስራኤል እትህቦ ደገፋት ከም ዘይተቋርጽ ኣፍሊጣ ዘላ። ንሕጂ ዝተዳለወ ዜናታት እዚ እዩ ነይሩ። ብካልእ ክሳብ ንራኸብ ሰላም ንዓኹም።